ሰላም ዝኸበርኩም ተኸታተልቲ ናይዘ መደበ ናይዚ መደበይ ከመይ ሓዲርኩም ከመይ ውዒልኩም ንሎሚ ዕስራን ሰለስተን ጥሪ ክልተ ሽሕን ዓሰርተ ሸሞንተን ብግእዝ ሰላሳን ሓደን ጥሪ ክልተ ሽሕን ዕስራን ሽዱሽተን በቆጻጽራ ፈረንጂ ሓደ ብጣዕሚ ዘሕዝን ሰበር ዜና እየ ሒዘልኩም መጽኦ ዘለኹ ንሱ ከዓ ፈደራል መንግስቲ ዝገበሮ ናይ ድሮን መጥቃዕቲ ወይ ድማ ናይ ድሮን ጨፍጫፍ እዩ ማለት እዩ ቅድሚ ናብኡ ምእታወይ ግን ሓደስቲ ሳብስክራይብ ካልኦት ከኣ ሸር ላይክ ግበሩ እንዳበልኩ ናብቲ ትሕዝቶይ ክኣቱ ሎሚ ከም ዝብሎ ዘለኹ ወጋሕታ ዕስራን ሰለስተን ጥሪ ክልተ ሽሕን ዓሰርተ ሸሞንተን ብትግራይ ማለት እዩ ወጋሕታ ከባቢ ሰዓት ዓሰርተ ብኣቆጻጽራ ናይ ትግራይ ካብ ትሽዓተን ፈረቓን ስጋብ ዓሰርተ ኣቢሉ ፈደራል መንግስቲ ኣብ ከተማ እንትጮ ዘሕዝን ደብዳብ ፈጺሙ ዘይትን ባናናን ጸዓና መካይን ሃሪሙ ኩሉ እቲ ቪድዮታት እቲ ስእልታት ተዘርጊሑ ኣሎ። ኣብተን መካይን ዝነበሩ ኣውቲስቲ ኣብ ጋቢንኦም ከለዉ ተጨፍጪፎም ብጣዕሚ ዘሕዝን በቃ ልብኻ ዝሰብር ፎቶታት እዩ ዝዝርጋሕ ዘሎ ክቡራት ኣሕዋት። ስለዚ ካልእ እውን ኣብ ይሓ ኣብ ከባቢ ይሓ እውን ናይ ድሮን ደብዳብ ገይሩ ከም ዘሎ እንታይ እዩ እቲ ዝወረደ ጉድኣት እንታይ ክኸውን ይኽእል ገለ ዝብል ካልእ ኮይኑ ብሕጽር ዝበለ ግን እተን ድሮናት ሕጂ'ውን ኣብቲ ከባቢ ይዝንብያ ከምዘለዋን ከምዚ ዓይነት ብዙሕ መጥቃዕትታት'ውን ክንሰምዕ ከምንኽእል እዩ ዝርደኣካ ማለት እዩ። ስለዚ እቲ ብቐንዱ ታርጌት ወይ ድማ ዕላማ ክግበር ዝኽእል ከም ዲፖታት ነዳዲ፣ ሎጀስቲክስ ናይ ሰራዊት ትግራይ፣ ምንቅስቓስ ናይ ሰራዊት፣ ከበድቲ ጽዋር ከምኡውን ሰበስልጣን ገለ ኩሉ እቲ ፈደራል መንግስቲ ዕላማ ክገብሮም ከም ዝኽእል እዩ ዘርእየካ። ብዝኾነ ግን ክቡራት ኣሕዋት ብጣዕሚ ዘሕዝን እቲ ፈደራል መንግስቲ ወይ ድማ እቶም ምስቲ ብልጽግና ዝሰርሑ ዘለዉ ተጋሩ ብዘሕዝን መልክዕ ዳርጋ ኣብ ትግራይ ሙሉእ ናቶም ወኪል እዩ ዘለዎም። በቃ ኣብ ሰከንዳት ኢንፎርሜሽን እዩ ዝበጽሖም። ኩሉ ኢንተርነት ዘለዎም ኩሉ ዘበሉ ሰባት ኣዋፊሮም ምንቅስቃስ ናይ ሰራዊት ትግራይ ብሓፈሻ ኣብ ትግራይ ሙሉእ ዝግበር ዘሎ ብቀጥታ ናብ ፀላእቲ እዮም ዘመሓላልፍዎ ዘለው ስለዚ ትግራይ ናብ ሰፊሕ ኩናት እንተደኣ ተኣትዩ ከመይ ኢላ እያ ክትምክት ከምዚ ዓይነት ኣብ ውሽጥኻ ከምዚ ዓይነት ፀላእቲ ሒዝካ ከመይ ገይራ እያ ትግራይ ክትምክት ዝብል ግን ብጣዕሚ ተደጋጋሚ ዝመፀልካ ሕቶን ሓሳብን እዩ ብጣዕሚ እውን ዘጨንቕ እዩ ማለት እዩ ብዝኾነ ግን ፈደራል መንግስቲ ከም ዝብሎ ዘለኹ ኣብቲ መናሃርያ ናይ እንትጮ ኣብ ጋቢና ከለዉ ሰባት ወይ ድማ መካይን ከምዚ ገይሩ ጨፍጪፉ እቲ ፎቶታት ይዘውር ኣሎ ሶሻል ሚድያ ክቡራት ኣሕዋት ስለዚ ብጣዕሚ ዘሕዝን እዩ በቃ ሰላም ንህዝቢ ትግራይ ሰላም ንውፅዓት ወይ ዓወት ከዓ ንውፅዓት እናበልኩ ንሎሚ ኣብ ያ ብሩኽ መዓልቲ ግበረልኩም ብዝኾነ ኣብ ቀፃሊ ከዓ ሓድሽ ምዕባለታት ሒዘ ክምለሰኩም እየ